ሰላም ተኻታተልቲ መደባት ማእኮል ጎልጎል ስፖርት ንሎሚ ሮብዕ ትሽዓተ ማዝያ ቀዳማይ ዙር ትሕዝቶ መደብና ዘዳለናዮ ዕለታዊ ፍጻሜታት ስፖርት እንሆ ምክትታልኩም ብኽብሪ ንዕድም ትማሊ ሶሉስ ምሸት ኣብ ስታዲየም ኤምሬትስ ኣብ ዝተኻየደ ቀዳማይ እግሪ ርብዒ ፍጻሜ ቻምፒየንስ ሊግ ኤውሮጳ ዴክላን ራይስ ብዘመዝገበን ክልተ ፍሉያት ሸቶታት ሚካኤል መሪኖ ዘወፀራ ሳልሰይቲ ሸቶን እንግሊዛዊት ክለብ ኣርሰናል ኣብ ልዕሊ ሪያል ማድሪድ ሰለስተ ባዶ ጽኑዕ ዓወት ኣመዝጊባ ካብቲ ዝነበረ ፍሉይ ፍጻሜታት ናይቲ ግጥም ድማ ቀዳማይ ዕድምቲ ክለብ ሪያል ማድሪድ ቀስ ኢላ ክትጅምር እንከላ ኣንጋዲት ጋንታ ክለብ ኣርሰናል ግን ዝሓሸ ውፅኢት ሒዘያ ተበጊሳ ካልኣይ ኤድዋርዶ ካማቪንጋ ዝሃረማ ኩዕሶ ኣብ ሰለፍ ኣንቶኒ ሩዲገር ሃሪማ ክትወጽእ ማድሪድ ዕድል ዝገበረትሉ ኣጋጣሚ እዩ። ሳልሳይ እታ ድኽመት ሪያል ማድሪድ ዝተረደት ኣርሰናል ቶማስ ፓርቲ ትኽ ኣቢሉ ናብ ቲፖት ኮርትዋ ዝለኣኻ ሓደገኛ ቅላዕ ደጊማ ማድሪድ ዳርጋ ካብ መዓት ዝኾነ ፍጻሜያ ክድሕን ተራእያ። ራብዓይ፣ ኣብ መበል ሰላሳ ደቒቕ ኪላን ምባፐ ካብ ጁድ በልሚንግሃም ዝተዋህበቶ ኩዕሶ በይኑ'ኳ ልዳት እንተበጽሐ፣ ሓላው ልዳት ደቪድ ራያ ብዝግባእ ደቂሱ ከድሕና ምኽኣሉ ማድሪድ ዝሓለፈታ ዓባይ ዕድል'ያ ነይራ። ሓምሻይ፣ ብኣንጻር ናይዚ ቀዳማይ እብረ ኣብ ምዝዛሙ ኣርሰናል ኣብ መበል ኣርባዓን ሓሙሽተን ደቒቕ ጁርያን ቲምበር ናብ ልዳት ዝለኣኻ ኩዕሶ ዴክላን ራይስ ሓደገኛ ፈተነ ብርእሱ ኣካይዱ ቆማት ሓላው ልዳት ቲፖት ኮርቱዋ ብኢዱ ጸፊዑ ክመልሳ ተራእዩ። እታ ናብ ጋብርኤል ማርቲነሊ ዝበጽሐት ኩዕሶ በቲ ብራዚላዊ ተጻዋታይ እውን ሓያል ፈተነ ኣካይዱ፣ ሕጂ እውን ኮርቱዋ ክዝንግዕ ኣይከኣለን። ሻድሻይ ዕድምቲ ክለብ ማድሪድ ቀዳማይ እብረ በዚ እኳ እንተ ዛዘመቶ ኣብ ካልኣይ እብረ ግን ኣብ ስግኣት ክትኣቱ እያ ክኢላ። ኣርሰናል ብወገና ብኣንጻሩ ነቲ ቀዳማይ እብረ ዘሕለፈቶ ሽሻይ ክትጥቀመሉ ኣይተጸገመትን። ሻውዓይ፣ ኣብ መበል ሓምሳን ሸሞንተን ደቕ ኣብ ዙርያ መንደቕ'ቲ ፖርት ኮርትዋ በጃ ክኸውን ዝኽእል ተጻዋታይ ዘይምንባሩ ሸቶ ዴክላን ራይስ ዝዓግታ ኣይነበረን፣ ኣርሰናል ሓደ ብ ባዶ መሪሓ። ሻሙናይ፣ ክለብ ኣርሰናል ድሕሪ ቁሩብ ግዜ ክልተ ሸቶታት ክትረክብ ትኽእል ነይራ እያ፣ ኣብዚ ግን ሓላው ርዳቲ ፖርት ኮርትዋ ካብ ጋብርኤል ማርቲነልን ካብ መሪኖን ስዒበን ዝመጻ ኳዓሳሱ ከድሕነን እንከሎ ዴቪድ ኣላባ'ውን ተመዝጊባ ዝተባህለት ሸቶ ኣድሒኑ እዩ። ታሽዓይ፣ ዴክላን ራይስ ካልኣይቲ ናጻ ቅላዕ ካብታ ናይ ቀዳምት ሸቶ ዝበለጸት ኮይና ዝተራእየት ኣብ መበል ሰብዓ ደቂቕ ብቴስዓ ዲግሪ ዝተመዝገበት ኩዕሶ ልኢኽ እዩ። ዓስራይ፣ እዘን ሸቶታት ነታ ዓሰርተ ሓሙሽተ ግዜ ቻምፕዮን ኤውሮጳ ዝኾነት ክለብ ድንግርግር ከብላ እንከለዋ እቲ እንግሊዛዊ ኣካፋፋሊ ድማ ኣብ ናይ ኣውዲካ ምሕላፍ ጸወታ ቻምፕዮንስ ሊግ ኤውሮጳ ካብ ብቐጥታ ብፍሪክክ ብዙሕ ሸቶታት ዘመዝገበ ፈላማይ ተጻዋታይ ኮይኑ መበል ዓሰርተ ሓደ ዴክላን ራይስ ድሕሪ ክልተ ሽሕን ዕስራን ሓደን ንመጀመርታ ግዜ ኦዲጋርድ ብፍሪኪክ ዘመዝገባ ሸቶ ድርብ ገይሩ ከመዝግባ ምኽኣሉ እቲ ካልእ ታሪኽ እዩ። መበል ዓሰርተ ክልተ ድሕሪ ዓሰርተ ሓሙሽተ ደቓይቕ እቲ ንሳካ ቀይሩ ዝኣተወ ሊያንድሮ ትሮሳርድ ዝሃንደሳ ዓባይ ዕድል ሉሲስ ኬሊ ስርሓ ኣሲስት ሚኬል መሪኖ ንኮርትዋ ዝሃሰየት ሸቶ ብምምዝጋብ ንኣርሰናል ዝመጽእ ሰሙን ኣብ ማድሪድ ንተካይዶ ጸወታ ዘቃልል ዓቢ መሪሕነት ሂብዋ። መበል ዓሰርተ ሰለስተ ስጳኛዊት ክለብ ሪያል ማድሪድ ነዚ መሪሕነት ክትመልሶ ክትፍትን ክትግደድ እያ። እዚ ድማ ብዘይ እቲ ኣብ መዛዘሚ ካልኢታት ናይቲ ጸወታ ንኹዕሶ ብምህራሙ ካልኣይቲ ብጫ ካርድ ወሲዱ ዝወጸ ካማቪንጋ ኮይና እያ። ኣብዚ ግጥም ዝተዓወተት ጋንታ ኣብ ፍርቂ ፍጻሜ ምስ ኢንግሊዛዊት ክለብ ኣስቶን ቪላ ወይ ከኣ ፈረንሳዊት ክለብ ፓሪስ ሰንት ጀርመን ክትገጥም እያ። ካብ መግለጺታት ተጻወትትን ኣሰልጠንትን ክለባት ኣርሰናልን ማድሪድን፣ ኣሰልጣኒ ካርሎ ኣንቸሎቲ ድሕሪ ጸወታ ኣብ ዝገበሮ ጋዜጣዊ መግለጺ፣ ኣብ ነብስና ኣብ ንገብሮ ነቕፌታን ገምጋምን ብቕንዕና ክንዛረብ ኣለና ኢሉ። ኣብ ቀዳማይ እብረ ጽቡቕ ዝገበርናዮም ነገራት ኔሮም'ዮም፣ ደረጃና ንምዕባይ'ውን ዕድል ረኺብና ኔርና፣ ኣብ ካልኣይ እብረ ግን በቃ ወሪድና ኢሉ። ኣብ ካልኣይ እግሪ በዚ ናይ ሎሚ ምሸት ጸወታ እንተድኣ ርኢናዮ ተኽእሎ የለን፣ ኣብ ኩዕሶ እግሪ ግን ዝኾነ ነገር ክኸውን ይኽእል'ዩ ክብል እቲ ኢጣልያዊ ኣሰልጣኒ ገሊጹ። ተጻዋታይ ሪያል ማድሪድ ጁደ በልሚንግሃም ብወገኑ ተስፋ ኣይንቖርጽን ኢና ክብል ገሊጹ። እቲ ዝነበረና ብቕዓት ኣብ ዝኾነ ቦታ ጽቡቕ ኣይነበረን፣ ግን ድሕሪ ሓደ ጸወታ ተስፋ ክንቆርጽ ኣይንኽእልን ኢና፣ ከምዚ ዓይነት ባህሪ ናይታ ክለብ ኣይኮነን፣ ካብቲ ኣብዛ ክለብ ዘስረጹልካ ኣተሓሳስባ ኣይኮነን ክብል ገሊጹ። ብዜካ'ዚ ዝበለጸ ተጻዋታይ ናይታ ምሸት ዴክላን ራይስ ኣብ ዝገበሮ ጋዜጣዊ መግለጺ ክገልጾ ኣይክእልን'የ፣ ሎሚ ምሸት ዝገበርክዎ ውሑድ ኣይመስለንን፣ ምናልባት ኣብ ሞያይ ዝበለጸ ህሞት ክኸውን ይኽእል ኢሉ። ቅድሚ ዝመጽእ ረቡዕ ካልኣይ እግሪ ጸወታ ንሱን ተጻወትን እንታይ ክገብሩ ኣለዎም ተባሂሉ ምስ ተሓትተ ካብ ኣርቴታ ዝተዋህበ ቀሊል መልሲ ድማ ናብኡ ክንከይድ ኣለና፣ ዳግማይ ክንድይብን ነቲ ጸወታ ክንዕወተሉን ክንዳሎን ክንግደድን ኢና ኢሉ። እዚ ከም ጋንታ ናብ ቁኑዕ ኣንፈት ዝወስድ ካልእ ስጉምቲ እዩ ዝበለ እታ ኣሰልጣኒ፣ ክንገብሮ ዓቕሚ ስለዘለና ናብ ቤርናቡ ኬድና ድማ ነቲ ሎሚ ምሸት ዝገበርናዮ ክንደግሞ ኣለና ብምባል ተዛሪቡ። ኣብቲ ካልኣይ ዝነበረ ጸወታ ኢጣልያዊት ክለብ ኢንተር ሚላን ኣብ ልዕሊ ባየር ሙኒኽ ተዓዊታ ብምውጻእ ናብ ፍርቂ ፍጻሜ ቻምፕዮንስ ሊግ ኤውሮጳ ንምሕላፍ ኣብ ድልዱል ደረጃ ኣትያ። ኣብቲ ዝነበረ ጸወታ ኣኣንጋዲት ጋንታ ብዝሒ ኣብ ታርጌት ዝሃረመ ፈተነ ኣካይዳ ክኾነላ ኣይከኣለን ብማዕረ ሰላሳ ደቓይቕ ግዜ ኣልዒላተን። ቅድሚ ፍርቂ ሰዓት ምእኻሉ ሓለቓ ጋንታ ሃገራዊት ጋንታ እንግሊዝ ሃሪ ኬን ኣብ ዓንድልዳ ታሪማ ንግዳም ዝወፀት ፈተነ ኣካይዱ ባየር ሙኒክ እታ ኣብቲ ግጥም ዕድለኛ ዘይነበረት ጋንታ ኮይና ትረአ ነይራ። ብኣንጻሩ ኢንተር ሚላን ንፈለማ ግዜ ኣብ ልዳት ንዝረኸበታ ኩዕሶ ናብ ሸቶ ክትልውጣ ምኻላ እቲ ጸጋታታ ዝተጠቕመት ጋንታ ኮይና እያ። መራሒት ሰሪያ ኢጣልያ ዘላ ኢንተር ሚላን ኣብ መወዳእታ ብሉጽ ናይታ ጋንታ ምንቅስቓስ ብምግባር ኣብ መበለ 38 ደቕ ጽብቕቲ ሸቶ ተመዝጊባ። ፈረንሳዊ ኣጥቃዒ ማርኮስ ትራም ንኩዕሶ ዘሊሉ ጽብቕቲ ኣሲስት ገይሩ ናብ መንገዲ ላውታሮ ማርቲነዝ ብምሃብ እቲ ኣርጀንቲናዊ ኣጥቃዒ ድማ ንኩዕሶ ምስ መርበብ ከራኸባ ኣይተጸገመን። ናይ ቀዳማይ እብረ ግዜ በዛ ሸቶ ተዛዚሙ ይኹን እምበር ኣብ ካልኣይ እብረ ተቐይሩ ዝኣተወ ጀርመናዊ ኣካፋፋሊ ቶማስ ሙለር ኣብ መበል ሰማንያን ሓሙሽተን ደቒቕ ንባየር ሙኒኽ ካብ ስዕረት ተድሕና ትመስል ዝነበረት ሸቶ ብምቑጻር ንጸወታ ማዕረ ገይርዎ። እዚ ወዲ ሰላሳን ሓሙሽተን ዓመት ተጻዋታይ ዝሓለፈ ሰሙን ኣብ ክራማት ክወጽእ ምዃኑ ብምግላጹ ነቲ ምስታ ክለብ ዝጸንሐ ናይ ዕስራን ሓሙሽተን ዓመታት ምትእስሳር ዘብቅዕ ግዜ ቅድሚ ምእኻሉ ጓንቱ ክድግፍ ላይመር ዝሃቦ ኩዕሶ ሸቶ ኣመዝጊቡ። ብኣንጻር ናይዚ፣ እቲ ጸወታ ክዛዘም ክልተ ደቓይቕ ጥራሕ ምስ ተረፎ ካልእ ምጥምዛዝ ናይቲ ጸወታ ከም ዘሎ ኣብ ሜዳ ኣልያንዝ ኣሬና ተራእዩ። ኢንተር ሚላን ቀልጢፋ ካርሎስ ኣውጉስቶ ዝሃረማ ኩዕሶ ተቐይሩ ዝኣተወ ደቪደ ፍራንተሲ ናብ ሸቶ ብምቕያር ኢጣልያውያን ወሳኒ ብልጫ ሒዞም ካብ ጀርመን ከም ዝወጹ ኣረጋጊጾም። እቲ ስዕረት ንባየር ሊግ ኣብ ቻምፕዮንስ ሊግ ኤውሮጳ ን ዕስራን ክልተን ጸወታታት ኣብ ሜድኣ ከይተሰዓረት ዝኸደቶ ጸወታ ኣቋሪጽዎ እዩ። እዚ ድማ ካብ ክልተ ሽሕን ዕስራን ሓደን ጀሚሩ ምዃኑ እዩ ኣሰልጣኒ እታ ክለብ ቪንሰስት ኮምፓኒ ኣብ ዝሃቦ መግለጺ ኣብ መወዳእታ ካብ ኢንተር ሚላን ብዙሕ ጽምብል ርኤ ኣለኹ ጋንታና ግን ዕረፍቲ እዩ ንዝቕጽል ጸወታ ድማ ድራኸ ኣለና ክብል ተዛሪቡ እቲ ቤልጅማዊ ኣሰልጣኒ ወሲኹ ውጽኢቱ ከምቲ ዘለዎ እዩ እንተኾነ ግን ሕጂ እውን ኣብ ሚላን ምዕዋት ዕድል እዩ፣ ኣብ ሜዳና ምጽዋት ጽቡቕ እዩ፣ ካብ ሜዳ ወጻኢ ምጽዋት እውን ብሉጽ እዩ፣ ጸወታ ብሃንቀውታ ንጽበዮ ኣሎና ክብል ገሊጹ። እዚ ማለት ድማ ካልኣይ እግሪ ኣብ ሜዳ ሳንሲሮ ረቡዕ ዓሰርተ ሽዱሽተ ሚያዝያ ዝካየድ ክኸውን እንከሎ፣ ሓፈሻዊ ዕውትቲ ካብ ክልቲኡ እግሪ ኣብ ፍርቂ ፍጻሜ ምስ ስጳኛዊት ክለብ ባርሴሎና ወይ ከኣ ጀርመናዊት ክለብ ቦርሻ ዶርትመንት ክትገጥም እያ። ጀርመናዊት ክለብ ባየር ሙኒኽ ኣብ ሜዳ ኣልያንዝ ኣሬና እተእንግዶ ሰላሳን ሓደን ጉንበት ናይ መዛዘሚ ጸወታ ቻምፕዮንስ ሊግ ኤውሮጳ ክልተ ሽሕን ዕስራን ኣርባዕተን ዕስራን ሓሙሽተን ክካየድ እዩ። ቤልጅማዊ ሓላው ርዳት ስጳኛዊት ክለብ ሪያል ማድሪድ ቲፖት ኮርትዋ ሪያል ማድሪድ ብኣርሰናል ኣብ ተሳዕርኽሉ ጸወታ ዝፈጸሞ ዓቢ ጌጋ ድሕሪ እቲ ግጥም ኣቃሊዑ። እዚ ሓላው ርዳት ክለቡ ሪያል ማድሪድ ኣብ ርብዒ ፍጻሜ ቻምፕዮንስ ሊግ ኤውሮጳ ብኣርሰናል ኣብ ዘጋጠማ ዘስደምም ስዕረት ዝፈጸሞ ብዙሕ ወጻኢታት ዝሓትት ጌጋ ኣፍሊጡ። ዕውቲ ቻምፕዮንስ ሊግ ኤውሮጳ ዝሓለፈ ዓመት ሪያል ማድሪድ ትማሊ ሰሉስ ምሸት ብኣርሰናል ሰለስተ ባዶ ድሕሪ ምህራማ ካብዚ ውድድር ክትወጽእ ኣብ ኣፍ ደገ ትርከብ። ኣርሰናል ኣብ ቀዳማይ እብረ በቲ ኣብ ሜዳ ዝነበረ ቁጽራዊ ሓቂ ቅድሚት ክስራዕ እኳ እንተኻለት ነታ ዝሓለፈ ዓመት ኣብ ፍጻሜ ቻምፒየንስ ሊግ ኤውሮጳን ቦርሻ ዶርትመንት ዝሰዓረት ሪያል ማድሪድ ግን ልዳታ ክተፍርስ ኣይካለትን። ኣብ ካልኣይ እብረ ዝቐጸለ ጸወታ ዴክላን ራይስ ብቕላዕ መቕጻዕቲ ነቲ ዕጽዋ ክሰብሮ ኣብ ዝኸኣለሉ እዚ ኣካፋፋሊ ዝለኣኻ ተኹሲ ኣብ ዙርያ እቲ ኮርትዋ ዝገጠሞ ሓያል ቅላዕ ንኣርባዕተ ተጻወትቲ ዝነበርዎ መንደቕ ኣታሊሉ ምስ መርበብ ከራኽባ'ዩ ተራእዩ። ኣከፋፋሊ ሃገራዊት ጋንታ እንግሊዝ ዴክላን ራይስ ድሕሪ ልዕሊ ዓሰርተ ደቓይቕ ካልእ ብቕላዕ መቕጻዕቲ ብሽጉጥ ካልኣይቲ ጥይት ብምልኣኽ ኣብ ውሽጢ ስታድየም ኤምሬትስ ዱር ትርኢት ሰሪሑ እዩ። ግዝያዊ ቁጽሪ ትሽዓተ ኣጥቃዒ ኣርሰናል ሚካኤል መሪኖ ሳልሰይቲ ሸቶ ኣርሰናል ብምውሳኽ እታ ናይ ፕሪምየር ሊግ ጋንታ ናብ ፍርቂ ፍጻሜ ቻምፕዮንስ ሊግ ኤውሮጳ ንምብጻሕ ንማድሪድ ንምውዳቕ ዓቢ ስጉምቲ ወሲዳ እያ። እቲ ሓደ ኣብ ጭንቀት ዝመልኦ ሃዋህው ዘምሰየ ኮርትዋ ተወሳኺ ተጻዋታይ ኣብቲ መንደቕ ክእቱ ይኽእል ነይሩ'ዩ። እንተኾነ ግን እቶም ኣብ ቦትኦም ዝነበሩ ኣርባዕተ ተጻወትቲ እኹላት ኮይኖም ስለ ዝተሰምዕዎ ግን ሱቕ ምባሉ ንፈለማ እዋን ናጻ ቅላዕ ዴክላን ራይስ ሓላፍነት ወሲድሉ ኣሎ። ይኹን እምበር ኣብ ጻዕሪ ዴክላን ራይስ ዝነበረ ቅልጣፈን ኣብ ምጥዋይ ኩዕሶን ኣብ ግምት ብምእታው ተወሳኺ ተጻዋታይ ኮንቱ ክኸውን ይኽእል'ዩ። እንተኾነ ግን ኮርትዋ ብዝኾነ ንቐዳመይቲ ሸቶ ክለብ ኣርሰናል ሓላፍነት ክወስደላ ከም ዝኽእል ገሊጹ። እቲ ሓላው ርዳት ንሙቪ ስታር ኣብ ዝሃቦ ሓበሬታ ነቲ መንደቕ ብጽቡቕ ዓጽየዮ መሲሉኒ ነይሩ፣ መብዛሕትኡ ግዜ ድማ ተወሳኺ ተጻዋታይ የእቱ ነይረ'የ ኢሉ። ንሱ ወሲኹ ካልኣይቲ ሸቶ ዓባይ ሸቶ'ያ፣ ግን ዘድልያ ፋውል ኣይነበራን፣ ሓደጋ ኣብ ዘይብሉ እዋን ምናልባት ነተን ፋውላት ክንገብር ኣይግበኣናን ነይሩ ኢሉ። ብዛዕባ ስዕረት ሪያል ማድሪድ ብሓፈሻ ክዛረብ እንከሎ፣ ኮርቱዋ ሓደ ካብቶም ዝበለጹ ሓለውቲ ርዳት ዓለምና ምዃኑ ዝግለጸሉ እዚ ሓላው ርዳት፣ ኣርሰናል ሓያል ጋንታ'ያ፣ ብፍላይ ድማ ኣብ ሜዳኣ ብምባል ገሊጹ። ብዜካ'ዚ ተጻወትቲ ክለብ ኣርሰናል ጽቡቕ ጸቕጢ ይገብሩ፣ ኣብ መንጎ መስመራት ይጻወቱን ብዙሕ ሓደገኛ ኩነታት ይፈጥሩን ዝበለ ቲፖት ኮርቱዋ፣ ኣብ ቀዳማይ እብረ ጽቡቕ ጌርና ሒዝናዮም፣ ገለ ነገር ፈጢርና ኔርና፣ ኣብ ካልኣይ እብረ ግን ከመይ ጌርና ከም ንጻወት'ውን ረሲዕናዮ ኢሉ። ከም ዝዝከር እዚ ቤልጅማዊ ሓላው ርዳት ቅድሚ ጸወታ ኣርሰናል ኣብ ልዕሊ ማንቸስተር ሲቲ ዘመዝገበቶ ናይ ሓሙሽተ ብ ሓደ ዓወት ብምዝኻር ኣርሰናል ክትምሕሮም ከም ዘይትኽእል ኣጠንቂቑ ምእታዉ ዝርሳዕ ኣይኮነን። ኣርጀንቲናዊ ተጻዋታይ ማንቸስተር ዩናይትድ ኣሌሃንድሮ ጋርናቾ ድሮ ካብ ማንቸስተር ዩናይትድ ብዝተሓተ ዋጋ ክወጽእ ድልው ኮይኑ ከም ዘሎ ተገሊጹ እዚ ኣብ ስጳኛ ዝተወልደ ኣርጀንቲናዊ ኣጥቃዒ ኣብ ሜዳ ኦልድ ትራፎርድ ከቢድ ዓመቶ ስፖርት የሕልፍ ምህላዉ ይፍለጥ። ኣብዚ ዓመት ካብ ዘካየዶም ኣርብዓን ሸውዓተን ጸወታታት ትሽዓተ ጥራሕ ሸቶታት ከመዝግብ እንከሎ ኣሰልጣኒ ሩበን ኣሞሪም ድማ ካብዚ ዓዘቕቲ ንምውጻእ መደባት ሰሪዑ ኣሎ። ማንቸስተር ዩናይትድ ብወገና ንሕግታት መኽሰብን ዘላቕነትን ወይ ከኣ PSR ንምኽባር ዘለዋ ተስፋ ንምዕባይ ውሑድ መሸጣ ከም ዘድልያ ትፈልጥ እያ። እዚ ማለት ድማ ኣብ ዳግመ ህንፀት ኣሞሪም ሓደ ክልተ ኣስማት ወሰንቲ ተፃወትቲ ክወፁ ይኽእሉ እዮም። እዚ ከምዘለዎ ኮይኑ ኣሊሃንድሮ ጋርናቾ ኣብዚ ዓመተ ስፖርት ኣብ ዝርዝር ብሉፃት ናይ ፀጋማይ ክንፊ ተፃወትቲ ዓለም ምዃኑ ይግለፅ እዩ። እንተኾነ ግን ኣብ ነቕፌታ ናይቶም ኣብዚ ዓመተ ስፖርት ንኣተሓሳስብኡ ኣብ ሕቶ ዘእተዉ ደገፍትን ተንተንትን ኣየምለጠን። ኢጣልያዊት ማዕከን ዜና ካልቾ ማርካታ ወርሒ ጥሪ ናፖሊ ምስ ጋርናቾ ከም መተካእታ ክቫራስኬልያ ናብታ ክለብ ክትጽንብሮ ከም ዝተሰማምዐት ገሊጻ ነይራ እያ። ክኢላ ምስጋር ተጻወቲ ፋብሪዞ ሮማኖ ድሒሩ ኣብ ዩትዩብ ቻነሉ ኣብ ዝሃቦ መግለጺ ግን ኣብ መንጎ ክልቲኤን ክለባት ዝተፈጥረ ናይ ዋጋ ፍልልይ ውዕል ክፍጸም ዝዓግት ነጥቢ ምዃኑ ኣነጺሩ። ሕጂ ግን ጋዜጣ ፎርፎርቱ ከም ዝገለጸቶ እዚ ኣጥቃዓይ ኣብ ዝመጽእ ክራማት

ኣብ መወዳእታ፣ ኢንግሊዛዊት ክለብ ሊቨርፑል ኣብዚ ክራማት ንኣካፋፋሪ ስጳኛዊት ክለብ ባርሴሎና ፈርሚን ሎፐዝ ተመራጺት ቦታ ምዃና ጸብጻባት ሓቢሮም። እዛ ክለብ ኣብ ፕሪመር ሊግ ብሉጽ ዓመተ ስፖርት ተሕልፍ ከምዘላ ዝፍለጥ ኮይኑ፣ ኣብ ዝሓለፈ ሰሙን ኣንጻር ፉልሃም ሰለስተ ብ ክልተ ተሳዒራ እኳ እንተነበረት ብ ዓሰርተ ሓደ ነጥቢ በሊጻ ግን ኣብ ቅድሚት ትርከብ። ዋንጫ ኣብ ምዕታር ድማ ቀያሕቲ ገለ ካብቶም ዝበለጹ ተጻወትቲ ኩዕሶ እግሪ ዓለም ክትስሕብ ክሕግዛ እዩ። ይኹን እምበር ገለ ካብቶም ሕጂ ዘለዉ ተጻዋታ መሓመድ ሳላሕ፣ ቨርጅል ቫን ዳይክ፣ ትሬንት ኣሌክሳንደር ኣርኖልድ ኣብዚ ክራማት ክወጹ ይኽእሉ እዮም። ብኣንጻር ናይዚ ኣብ ስጳኛ ዝወጽእ ዘሎ ጸብጻብ ድማ ኣከፋፋሊ ባርሴሎና ፈርሚን ሎፐዝ ናብ ሊቨርፑል ክግዕዝ ዝመርጽ ምዃኑን ንናይ ላሊጋ ክለብ ኣትሎቲኮ ማድሪድ ነጺግዋ ከምዘሎን ገሊጾም። እዚ ስጳኛዊ ኣህግራዊ ተጻዋታይ ኣብዚ ዓመተ ስፖርት እታ ጋንታ ዓወት'ኳ ትረክብ እንተላ ናይ ጸወታ ግዚኡ ንምርካብ ግን ይጽገም ብምህላዉ ነገራት እንተዘይተቐይሮም ኣብ ክራማት ንባርሳ ክገድፋ ካብ ዝሓስቡ ተጻወትቲ'ዩ። ካብ መላእ ኤውሮጳ ካብ ዝርከባ ክለባት ኣብ ልዕሊ'ዚ ኣከፋፋሊ ተገዳስነት ይረኣ እኳ እንተሎ ኣትሎቲኮ ማድሪድ ግን ኣብ ዝሓለፈ ሰሙናት ነዚ ወዲ ዕስራን ሓደን ዓመት ተጻዋታይ ካብ ዝደልያ ጋንታት ኮይና ተቐልቂላ ትርከብ። ዝኸበርኩም ተኸታተልትና ስለ ምክትታልኩም እናኣመስገና ንሕጂ ዝበልናዮ መደብ ነዚ ይመስል ነይሩ። ኣብ ዝመጽእ መደብ ብኻልእ ክሳብ ንራኸብ ሰላም።